ሰላም ኣብ ኩሉ ኩርናዓት ዓለም እትርከቡ ተኸታተልቲ መደብና ዜናታት እዚ ዕለት ሒዝናልኩም ቀሪብና ኣለና። ፈለማ ኣርእስተ ዜና ክነስማዕኩም። ካብ ሎሚ ዕለት ጀሚሩ ካብ ነብሲ ወከፍ ተጓዓዛይ ሓንቲ ቅርሺ ንኣካል ጉዱኣት ተጋደልቲ ንምእካብ ከምዝሰርሕ ቢሮ መጓዓዝያን መራኸብን ትግራይ ገሊፁ። ባጫ ዓሰብ ናይ ሕዚ ጉዳይ ኣይኮነን ብኣሻጥር ዝተወስደ ሃፍቲ ኢትዮጵያ እዩ ብትግርኛ ኣብ ትዊተር ኣብ ዝፀሓፎ ፅሑፍ። ካብ ዝተፈላለዩ ከባብታት ትግራይ ተኣኻኺቦም ብበረኻታት ዓፋር ይጓዓዙ ዝነበሩ ልዕሊ ሓደ ሚእቲ ኾብለልቲ ብምትሕብባር ኮሚሽን ፖሊስ ትግራይን ኮሚሽን ፖሊስ ክልል ዓፋርን ናብ ዓዶም ከምዝተመልሱ ተሓቢሩ ኣሎ። ኣምንስቲ ኢንተርናሽናል ኣመሪካ ኣብ ልዕሊ የመን ጥቕዓት ኣየር ኣብ ዝፈጸመትሉ እዋን ብዙሓት ስደተኛታት ኢትዮጵያ ምሟቶም ስዒቡ ገበን ኲናት ምርመራ ክካየድ ኣተሓሳሲቡ። ንግስነት ስዑዲ ዓረብ ኣብ ዞባ ቀርኒ ኣፍሪቃን ዞባ ቀይሕ ባሕርን ዞባ መፋሲስ ናይልን ዘለዎ ሚስጥራዊ ጽልዋ እንታይ ይመስል? ባይቶ ጸጥታ ውድብ ሕቡራት መንግስታት ኣብ ጉዳይ ሱዳን ህጹጽ ኣኼባ የካይድ ኣሎ፣ ፕረዚዳንት ትራምፕ ብወገኖም እቲ ኲናት ጠጠው ክብል ኣተሓሳሲቦም። ሕዚ ድማ ናብ ዝርዝሮም ክነስግረኩም። ካብ ሎሚ ዕለት ጀሚሩ ካብ ነብሲ ወከፍ ተጓዕዛይ ሓንቲ ቅርሺ ንኣካል ጉዱኣት ተጋደልቲ ንምእካብ ከምዝሰርሕ ቢሮ መጓዓዝያን መራኸብን ትግራይ ገሊፁ ኣሎ። እዚ ዝተገልፀ ኮሚሽን ሃርበኛታት ትግራይ ምስ ቢሮ መጓዓዝያን መራኸብን ትግራይ ናይ ሓባር ስምምዕነት ፌርማን ፕረስ ኮንፈረንስን እንተሳልጡ እዩ። እቲ ቢሮ ኣብ መጓዓዝያ ህዝቢ ኣብ ቀረባ እዋን ካብን ናብን ኣብ ዝግበር ጉዕዞ ዝተኣታቶ ቴክኖሎጂ ኢቲኬቲንግ ብምጥቃም ተጓዕዚ ንመሐከምቲ ኣካል ጉዳኣት ተጋደልቲ ዝውዕል ሃፍቲ ምትእኻብ ስራሕቲ ንምዕዋት ኩሉ ከተሓባብሩ ፀዊዖም ኣለው። ኢቲኬቲንግ ኣብ መብዛሕትኦም መናሃርያታት ትግራይ ከምዝተኣታተወ ዝሓበሩ ኣይተ ታደለ፣ ልዕሊ ክልተ ሚእትን ሓምሳን ወገናት ዕድል ስራሕ ከምዝተፈጥረ እቶም ዝበዝሑ ተጋደልቲ ምዃኖም ሓቢሮም ኣለው። ኣብ ትግራይ ልዕሊ ተስዓን ሽዱሽተን ሚልዮን ተጓዓዝቲ በቢዓመቱ ካብን ናብን ይጓዓዙ እዮም። ብመሰረት እዚ ልዕሊ ተስዓን ሽዱሽተን ሚልዮን ብር በቢዓመቱ ንጉዳእቲ ኣካል ተጋደልቲ ምሕጋዝ ከምዝካል ኣብቲ ዝሃብዎ መግለፂ ሓቢሮም ኣለው። ካብቶም ስራሕቲ ሓደ ቢሮ መጓዓዝያን ትራንስፖርት ትግራይ ኣብ ሓንቲ ጉዕዞ ሓንቲ ቅርሺ ንኣካል ጉዳኣተኛ ተጋደልቲ ዝውዕል ሃፍቲ መተኣኻኸቢ ኣሰራርሓ ምትእትታው እዩ ኢሎም። እዚ ሰናይ ተግባር ንካልኦት ኣብያተ ዕዮ መርኣያ ከምዝኾነ ብሰፊሑ ዝለዓል ተሳትፎ እዚ ተጠቒምካ ስድራ ስውእን ሃርበኛታትን ተረባሕቲ ምግባር ከምዝከኣልን ነዚ ድማ ብግልፂ ምስ ህዝቢ ብምርድዳእ ዝሳለጥ ምዃኑ ገሊፆም። ባጫ ዓሰብ ናይ ሕዚ ጉዳይ ኣይኮነን ብኣሻጥር ዝተወስደ ሃፍቲ ኢትዮጵያ እዩ ብትግርኛ ኣብ ትዊተር ኣብ ዘጽሓፎ ጽሑፍ ባጫ ደበሌ ጉዳይ ዓሰብ ሕዚ ዝተላዕለ ሓድሽ ጉዳይ ኣይኮነን ድሕሪ ምባል ኣብይ ኣሕመድን ከምቲ ኣገላልጽኡ ፕረዚደንት ኢሱን ኣብ ሚሊንየም ኣዳራሽ ነይ ወዲ ኣፎም ናይ ዕድመ ጉዳይ እንተዘይኮይኑ እምበር ኣነን ኢሱን ምክፍፋል ዓሰብ እዩ ተበሃሂሎም ነይሮም ክብል እየ ባጩ ባጫ ወሲኹ፣ ኣብይ፣ ኢሳያስ ዓሰብ ንኢትዮጵያ ከም ዘካፍል ብኢዱ ኣፍልቡ እናሃረመ ይዛረብ ነይሩ ክብል በቲ ኣብ ዘመነ ምርኮ ዝለመዶ ቋንቋ ትግርኛ ኣብ ትዊተር ገጹ ጽሒፉ ኣሎ። ስለዝኾነ ይብል ብኣገላልጻ ኣቶ ጌታቸው ረዳ ፌዘኛው እስክስተኛው ባጫ ስለዝኾነ ጉዳይ ዓሰብ ናይ ሕዚ ዘይኮነ ናይ ኣብ ሚሊንየም ኣዳራሽ ዝተኣተወ ቃልኪዳን'ዩ ይብል። ዓሰብ ብኣሻጥር ዝተወስደ ናይ ኢትዮጵያ ሃፍቲ ቅርሲ እዩ ክብል ድማ ገሊጹ ኣሎ። ካብ ዝተፈላለዩ ከባብታት ትግራይ ተኣኻኺቦም ብበረኻታት ዓፋር ይጓዓዙ ዝነበሩ ልዕሊ ሓደ ሚእቲ ኮብለልቲ ብምትሕብባር ኮሚሽን ፖሊስ ትግራይን ኮሚሽን ፖሊስ ክልል ዓፋርን ናብ ዓዶም ክምለሱ ተገይሩ ኣሎ። ኣርባዓ ደቂ ኣንስትዮ ዝርከበኦም ሚእትን ሽዱሽተን ኮብለልቲ ዓሰርተ ሸሞንተ ጥቅምቲ ክልተ ሽሕን ዓሰርተ ሸሞንተን ግእዝ፣ ምሸት ሰዓት ሓደን ፈረቓን ኣጸልሚቶም መንገዲ ኣብ ሓንቲ ተሽከርካሪት ተጸቓቒጦም ኣብ ተጉዓዙ ኣብ ኬላታት ድማ ብእግሮም እናሰገሩ ኣብ ዓፋር ምስ በጽሑ መሊሶም ናብ ተሽከርካሪት ተሰቒሎም እንትጓዕዙ ፖሊስ እቲ ክልል ምስ ኮሚሽን ፖሊስ ትግራይ ብምትሕብባር ተታሒዞም ናብ ዓዶም ክምለሱ ከምዝተገብረ ኣብ ኮሚሽን ፖሊስ ትግራይ ሓላፊ መምርሒ ሓለዋ ትካላት ኮማንደር ተስፋይ ግደይ ገሊጾም። እዞም ኣብ ክሊ ዕድመ ካብ ዓሰርተ ሽዱሽተ እስካብ ዕስራን ሓሙሽተን ዝኾኑ ወገናት መን ከም ዘበገሶም ኮነ መን ይገንሖም ከም ዘሎ ኣብ ዘይፍለጠሉ ኩነት ኮይኖም ደለልቲ ብርሕቐት እናመርሕዎም ብሓረገኛ ጉዕዞ እንትኸዱ ብምትሕብባር ክልቲኦም ኮሚሽናት ፖሊስ ተታሒዞም ኣለው። እቶም ኮብለልቲ ብግደኦም እቲ ኣንፈት ዝኸድካሉ ቦታ እኳ ክትዝክሮ ዘይትኽእል ፀልማት፣ ሓደገኛ በረኻን ኣድካሚ ጉዕዞን ሓሊፍና ብሂወትና መሬት ዓድና ምርጋፅና ነመስግን ክብሉ ገሊፆም። በዚ መንገዲ ህይወቶም ኣብ ሓደጋ ኣውዲቖም ጉዕዞ ዝሓሰቡ መናእሰይ እንተሃልዮም ካባና ግቡእ ትምህርቲ ክወስዱ ይግባእ ኢሎም ክብል ኮሚሽን ፖሊስ ትግራይ ሓቢሩ ኣሎ። ኣምነስቲ ኢንተርናሽናል ኣመሪካ ኣብ ልዕሊ የመን ጥቕዓት ኣየር ኣብ ዝፈጸመትሉ እዋን ብዙሓት ስደተኛታት ኢትዮጵያ ምሟቶም ስዒቡ ገመን ኲናት ምርመራ ከካየድ ኣተሓሳሲቡ። ኣብ ዝሓለፈ ወርሒ ሚያዝያ ክልተ ሽሕን ዓሰርተ ሸውዓተን፣ ንግእዝ ኣመሪካ ኣብ ልዕሊ ሑቲ የመን ዘመሓድሮ ግዝኣት ናይ ስደተኛታት መዕቖቢ ብዝፈጸመትኮ መጥቃዕቲ ብዙሓት ስደተኛታት ኢትዮጵያ ምማቶም ተገሊጹ እዩ። ነዚ ድማ ኦምኒስቲ ገም ክእበን ኩይና ስለ ዝርኣ ምርመራ ክግበር ኣተሓሳሲቡ። ኣመሪካ ብሚያዝያ ዕስራ ዓሰርተ ሸውዓተ ግእዝ ኣብ ዝፈጸመቶ፣ ራደር ዝተብሃለ ወፍሪ መጥቃዕቲ ኣየር ዓለምለኸ ሕጊ ሰብኣውነት ዝጠሓሰ እዩ ክብል ኣምነስቲ ኢንተርናሽናል ምርመራ ከካየድ ይጽውዕ። ከም ኣገላልጻ ኣምነስቲ ኢንተርናሽናል እቲ መጥቃዕቲ ዝተፈጸመሉ ቦታ ሰበ ስልጣን ሑቲ ካብ ሕጊ ወጻኢ ብዝተገብረ ስደት ዝኣሰርዎም ናይ ካልኦት ሃገራት ዜጋታት ዝርከብሉ ሰላማዊ ቦታ ምዃኑ እዩ ኣመላኺቱ ዘሎ። ንግስነት ስዑድ ዓረብ ኣብ ዞባ ቀርኒ ኣፍሪቃ፣ ዞባ ቀይሕ ባሕሪን ዞባ መፋሰስ ናይልን ከቢድ ጽልዋ ከም ዘለዎ ይፍለጥ። ምስ መንግስቲ ኢትዮጵያ ይኹን መንግስቲ ኤርትራ ዘሎ ዝምድና ሚዛናውን ሚስጥራውን ምዃኑ እዩ። ከም ዝፍለጥ ንምዝኻር ኣብ ዓሰርተ ሽዱሽተ መስከረም ክልተ ሽሕን ዓሰርተ ሸሞንተን ግዝ፣ ኤርትራን ኢትዮጵያን ብማእከላይነት ንግስነት ስዑዲ ዓረብ ኣብ ከተማ ጅዳ ስምምዕ ሰላም ከም ዝኸተማ ዝዝከር እዩ። ኣብቲ ኣብ ክልተ ሽሕን ዓሰርተ ሸሞንተን ዝተኻየደ ጽምብል ውዕል ጅዳ ንውድብ ሕቡራት መንግስታት ወኪሉ ሚስተር ኣንቶንዮ ጉተሬዝ፣ ንሕብረት ኣፍሪቃ ወኪሉ ሚስተር ሙሳ ፋቂ፣ ንኢምራት ዓረብ ወኪሉ ሚኒስተር ጉዳያት ወጻኢ ዓብዱል ቢን ዛይድ ኣል ናህያን ከምኡ ድማ ወራሲ ዓራት ንግስነት ስዑዲ ዓረብ መሓመድ ቢን ሳልማን ተረኺቦም ነይሮም። እቲ ኣብ መንጎ ኢትዮጵያን ኤርትራን ብፕረዚደንት ኢሳያስ ኣፈወርቅን ኣቢይ ኣሕመድን ዝተፈረመ ውዕል ጅዳ ስዑድ ዓረብ ብዘይካ ክልቲኦም ተፈራረምቲ ውልቀ ሰባት ካልእ ምሉእ ኣፍልጦ ዘለዎ ሰብ ከምዘየለ'ዩ ዝፍለጥ፣ እንታይ ከምዝተፈራረሙ'ውን ከምኡ። ንፖለቲካዊ ሃልኪ ተባሂሉ ኣብ ማሕራዊ ሚድያ ሓሙሽተ ነጥብታት ዝሓዘ ውዕል ተባሂሉ ዝተጻሕፈ ነይሩ፣ እንተኾነ ግን ሓቅነት ከምዘይብሉ'ዩ ዝግለጽ። እነሆ ድማ ኣብ ዝሓለፉ መዓልታት ኣቢይ ኣብ ፓርላማ ተረኺቡ ኣብ ዝሃቦ መብርሂ ብዛዕባ ሕቶ ዋንነት ባሕሪ ሓዱሽ ነገር ከም ዘይኮነን ንብዙሓት ሃገራት ኣቐዲሙ ከም ዝተሓበረን እዩ ገሊጹ ዘሎ። ነዚ መደረ ኣቢይ ኣሕመድ ተኸቲሉ እቲ ፈኸም ክብል ዝጸንሐ ፖለቲካዊ ረስኒ ቀርኒ ኣፍሪቃ ናብ ተግባራዊ ፈጽሚ ዝኣትወሉ እዋን ዝበጽሐ ይመስል። ባይቶ ጸጥታ ውድብ ሕቡራት መንግስታት ኣብ ጉዳይ ሱዳን ህጹጽ ኣኼባ የካይድ ኣሎ። ባይቶ ጸጥታ ውድብ ሕቡራት መንግስታት ኣብ ጉዳይ ሱዳን መፍትሒ ንምቕማጥ ህጹጽ ኣኼባ የካይድ ከምዘሎ ኣብ ድሕረ-ገጽ ዕላዊ ገሊጹ ኣሎ። ፕረዚዳንት ኣመሪካ ዶናልድ ትራምፕ ብወገኖም ኣብ መንጎ ዕጡቓት ወሃቢ ደገፍን መንግስቲ ሱዳንን ድሕሪ ኣብ ኣመሪካ ዝተጀመረ ዝርርብ ኣብ ልዕሊ ህዝቢ ዳርፉር ዝተፈጸመ ጨፍጫፍ ተሓታታይ ከምዝህልዎ ገሊጾም'ዮም። ዕጡቓት ሓምዳን ደጋሎ ንከተማ ኣል-ፋሽር ምቁጽጻሮም ስዒቡ ኣብታ ከተማ ሰሜን ዳርፉር ከቢድ ጨፍጫፍ ምፍጻሙ ብሳትላይት ከም ዝተረጋገጸ ፎክስ ኒውስ ጸብጺቡ ኣሎ። ኩነታት ንምህዳእ ጻዕርታት ኣብ ዝካየደሉ ወቕቲ ዝተፈጸመ ጨፍጫፍ ዘይቅቡልን ክውገዝ ዝግብኦ ምዃኑ ዝጠቐሱ ፕረዚዳንት ትራፕ፣ ክልቲኦም ኣካላት ብቕልጡፍ ስምምዕ ተኹሲ ደው ምባል ክፍርሙ ኣተሓሳሲቦም። ብተዛማዲ ዜና፣ ስርሓት ብሪጣንያ ዝዀነ ኣጽዋር ኣብ ሱዳን ተረኺቡ ኣሎ። ኣብ ዓውድታት ውግእ ሱዳን፣ ሓይልታት ቅልጡፍ ደገፍ ክጥቀሙሉ ዝጸንሐ ስርሓት ብሪጣንያ ዝዀነ ኣጽዋር ከም ዝተረኽበ'ዩ ዘጋርድያን ሓቢሩ ዘሎ ናብ ባይቶ ጸጥታዊ ድሑራት መንግስታት ዝቐረበ ሰነድ ከም ዘቃለዖ፣ ኣብ ዓባይ ብሪጣንያ ዝተሰርሐ ፈኮስቲ ጠበናጁ ስርዓታት ዒላማ ናይ ወታደራውያን ተሽከርከርቲ ሞተራትን ካልኦትን ኣብ ውግእ ዝተኻየዱ ወረዳታት ሱዳን ተረኺቦም ከም ዘለዉ'ዩ ተገሊጹ ዘሎ። እቲ ኣጽዋር ካብ ብሪጣንያ ናብ ሕቡራት ኢሚራት ዓረብ ድሕሪ ምሻጡ ናብ ሱዳን ከም ዝኣተወ እቲ ሓበሬታ ጠቒሱ ኣሎ። እምበኣርከስ ክቡራት ተኸታተልቲ መደብና ዜናታት እዚ ዕለት ኣብዚ ከንቢትና ሰሰናዩ ንዓኹም ሰላም ንዓኺ ትግራይ።